ዝጎደለና ነገር እኒ ኢለ ዝሓስቦ እዩ ክዛረብ ኣብኡ ሞር ዲስከስ ተንገብር ኢለ ዝሓስበሉ ዝጎደለና ነገርስ እኒ ሶዘን ዝጎደላ ነገራት እንታይ እየን ኢለ ቅድሚ ምዝራበይ ኣብዚኣ ያው ተስፋይ ንእሽተን ለባም እዩ ኢልኩም ይመስለኒ ጸዊዕኹምኒ እኒኤኹም ስለ ዘኽበርኩምኒ ክብረት ይሃበለይ ኣርሚ ዕስራን ክልተን ብሓንቲ ዘረባ ግን ክጅምረልኩም ኣንቶ ፈትለ ክትዛረብ ተኽላስ ተሓሳስ መፋርቕ ከባቢ እተን ጣብያታት ደጀን ኹይነን ምስራሕ ጀሚረን ኣብኡ ከባቢ ነይረ ኣነ ኣጋጣሚ እና እዛ ናይ ማይቅነ ጣል ስፓልት ክንሓልፍ ሻዓብያ ብኣ እናተመላለሰ ኣብኣ ከፍ ኢልና ኢና ውዒልና ድሓር ምስ ተሳገርና ታሕሳስ ሓሙሽተ መዓልቲ እዩ ነይሩ ካብ ዳሕሮ ሓፋሽ ምስ ተፈተና ዓብዪ ኣቦ እዮም ይረኽቡኒ እሞ ኣብ ገዛና ፀረለኒ እሞ ንዓዝ ወደይ ሕዚ መሲኡ እዩ ናብ ዕንዒኒ ተኸይድኹም ሻዕብያ እኒኦም ኣብዚኣ ሕደሩ ይብሉና ንድሕሪ ገዛ ወሲዶም ምሸት ሰዓት ክልተን ፈረቓን ታይ እዩ ተፈጢሩ ዝወደይ እስኪ ንገረኒ ኢሎምኒ ተሳዒርና ዲና በቃ ወዲእና ድሕሪ ሕዚ ትግራዋይ ቅንዒሉ ኣይኸድን ኢሎምኒ ድሓር እቲ ዝነበረ ነገር ነጊረዮም ማለት እቲ ውግእ ኮንቬንሽናል እዩ ኣይከኣልን እቲ መሬት እውን እናፀበበ መራሕቲ እውን ኣብ ሓደጋ ይወድቑ ኣለዉ ሶ ብደባይ ውግእ ስለ ዝተባህለ እዩ ኢለዮም ድሓር ሽዑ እንታይ ኢሎምኒ ስማዕ እዚ ወዲ ኢሎም ምጉዳል ከጉድሉና እዮም ገባር እዮም ኣብቲ ግዜቲ ሰብ ኣብ ዝተጨነቀሉ ሰዓት ከምዚኣ ገይሩ ሽምዓ ዝህብ ገባር እዩ እዚ ገባር እዚ ኣቦ እዮም መዓንጣኹም ሸጥ ኣብሉ ጥራሕ እንተ ምጉዳል ከጉድሉና እዮም ግን ንስዕር ኢና ኢሎምኒ ደሓር ታይ ኢሎምኒ መራሕቲ እኒኦውዶ ኩሎም ሓቲቶምኒ ንጌታቸውስ ንደብረፅዮንስ ንፈትለስ ንኣባይ ፀሃየስ ንይምስዩ መስፍን ንኣስመ ንኩሎም እኒኦው ኢለዮም ኣይ እንተሃልዮምስ ፀበቐ ኢሎምኒ ደሓር ሽዑ ዩ ተረዲእኒ እታ ውድብ ናይ ህዝቢ ምዃና በቃ ነጊሮምልኩም ካብዚ ሓቂ እዚ ከመይ ኢለ ኣነ ሕዚ ኣየ ግዛዕ ምዛዕ ኣይኽእልን በቃ ነጊሮም በዓል ዋና ምዃኖምስ ነጊሮምኒ ሕሰቡ እዞም ኣቦ እዚኦምስ ኣሚኖም ከጉድሉና እዮም ክንስዕር ኢና ግን ኢሎም ነዚኣ ተስፋ ገይሮም ኣሚኖምስ ተስፋ ገይሮም እቲ እምነቶም ንተስፍኦም ጋህዲ ገይርዎ ይኸው ኮፍ ኢና ንዘራረብ ኣለና ንማዓንቲ ህልውናና እቲ ናትና ቃልሲ ካብቲ ካሊእ ፍልይ ዘብሎ እቲ ዓጢቕናዮ ዝነበርና ዕላማ ናይ ኹልና ስለ ዝነበረ እዩ። ተስፋይ ታደሰ ንበረኻ ክወፅእ ከለኹስ እንጌታቸው ፈትለ ንደብረፅዮን ንዓና ይበሉ ንዓይ ንህልውና ሓደጋ ምዃኑ ስለ ዝፈለጥኹ በረኻ ወፂእኩ። እሞ ተስፋይ ታደሰ በጋጣሚ ተሪፉ ተዝስዋእስ ሕወሓት ተጥፊኣቶ ኢሉ ዝዛረብ ተሃልዩ በቃ ንጥዒኒ ባዕሉ ወይ ይተሓከም ኣይነንብርን ኢሎምናስ ባዕልና ኢና ወፂና ድሓር ከዓ ኣይንቁርጠም እንተይልና እንታይ እሞ ሽም ከውፁልና ኢኹም ትደሊ ኣለኹ ሓቆም እምቢ ኢልናዮም ኣይንፈርስን ኮይና ኢህኣደግ ከፍርስዎ ከለዉ ብጣዕሚ ዘሕምም እዩ ማለት እዩ ኣይዶኖ ከም ትግራዋይ ብጣዕሚ እንዲ ዘሕምም መራሕትናስ ለያው ገይሮም ለያው በቃ ዓድስ ዝወረሩ ገይሮም ንሕና ከዓ ተቐቢናስ ናይ ስንፍናና ፀግዒ ማለት እዩ እቲ ዓድና ኮታ ትግራይ ጎያ ኣነ ዓደይ ትግራይ ጥራሕ እያ ካልእ ዓዲ ይብለይ ንትግራይ ከዓ ኣነ እየ ኣዲስ ኣበባ ዩኒቨርሲቲስ ኣብዚ ኣዲስ ኣበባ ስቴድዮም ናይ ክልላት ናይ ጉያ ውድድር ነይሩ። ድሓር ናይ ትግራይ፣ ናይ ኦሮምያ፣ ናይ ኣምሓራ ይጎዩ ኣለዉ። እናጎየዩ እቲ ናይ ጉራጌ ካብ ጉራጌ ዝመፀ ዝጎይ ቀዲሙ ወፅኡ መጀመርያ ናይታ ጉያ ስልተይ ተረደእቶም ይመስለኒ ይጉይ ድሓርቶም ጉራጌ ሰይድ ቀደመ ሰይድ ቀደመ ይብሉ። ደሓር ቀስ እናበለ ነዊሕ ምስ ኸደ ናብ ማእኸል መፂኡ። ሰይድ ተዓጂቡ ተዓጂቡ ኢሎም። ደሓር ነድሕሪት ኸዓ ተሪፉ ሰይድ ነዳቸው ኢሎም። ታይ ክብል ደልየ ይመስለኩም? ሰይድ ኣብ ቅድሚት ይኹን ኣብ ማእኸል ወይ ኣብ ድሕሪት እሶም ምስ ሰይድ እዮም ትግራይ ኣብ ድሕሪት ትኹን ኣብ ማእኸልን ድሕሪት ምስ ትግራይ ኢና ክኾን ዝግባእ ንግባእ ኣብ ድላያ ቦታ ትኹን ትግራይ እሳ ጥራሕ ዓድኹም ካልእ የብልኩም እዩ ስለዚ ኣነ ሜዳላ ምስ ወሰደ ምስ ወሰደ ንኣምሓራ ክልል ማዳላ ተወሲዱ ወይ ናይ ኦሮምያ ተወሲዱስ ንኡይ ኮንኩ ንትግራይ ሒዘዩ ዝመፅእ ነቲ ትግራዋይ እየ ናብ ትግራይ ሒዘዩ ዝመፅእ ስለዚ ትግራይ ኣብ ቅድሚት መፀት ኣብ ማእኸል ኮነ ተብ ድሕሪት ኣነ ንስኹምን ኢና ዘለና እያ ማንም ይብላን ክንጣበቅ ከለና ንትግራይ ጥራሕ ንጣበቅ ተስፋይ ታደሰ ትግራዋይ ተኾይኑ ስምዒቱ ይቕተል ስምዒት ጌጋ ስለ ዝኾነ ማለት እዩ ጌጋ እዩ ኣብ ስምዒትን ኣብ ቁስሉን ዝውዕል ተኾይኑ ተስፋይ ታደሰ ንህዝቢ ትግራይ ይጠቅም እንታይ ክገብረሉ ኣድግስ እንታይ ገይሮማ መስለኩም ነዊሕ ጉድጓድ ገይሮምስ ነቲ ኣድጊ ክቐብርዋ ደልዮም ኣእትዮምዋ ናብቲ ጉድጓድ እታ ኣድጊ ኣትያ ነዊሕ እዩ ጓሓፍ ይድርብዩላ ኣፍቲ ጉድጓድ እናሃለወትስ ጓሓፍ የእትዉ የእትዉ የእትዉ ወዮ ኣድጊ ከ ለባም ስለ ዝነበረት ነቲ ጓሓፍ እናረገጸት እናረገጸት መሰስ ኢላ ወጽያ ኣባና ታይ ዘይተደብረ ነገር ኒ ንሕና ከዳዓት ንሕና ሽንቲ ዓዲ ንሕና ካንሰራት ታይ ታይ ዘይተዋህበና ነገር ኒው ንሕና ግን ናትና ስለ ዘይኮነ እናረገጽናዮ ካብቲ ጉድጓድ ወፂና ኣይ ናትና ንሕና ሰረቕቲ ይኩና ከምኡ ይኩና ንሕና ስለዚ ኣብቲ ዓዲ ዕሽር ዓንተኡ ዝለዓል ዝነበረ ኣሉላ ኣባነጋ ወፍሪ ኣብኡ ዝነበረ ስምዒት ማት ንድሕሪት ተመለሱ መቐለ ክንኣቲ ከለና ዕስራን ሓደን ኣጋጣሚ መቐለ ኣያ ተኾናኒ ብድንጎላት ገይርና ንጨርጨር ክብሉ ተባሂልና ብኡ እየ ከይደ ኣይረኹዋን መቐለ እቲ ዝነበረ ድባብ ሪእዎም እተን ኣዴታት ዝዛረብኦ ዝነበራ ዘረባ እዞም ደቅና እዚኦም እኮ ጀጋኑ እዮም እናበላ ክበኽያ ከለዋ እዚ ስምዒት እዚ ከመይ ጌርና ምስ ቀተልናዮ ትፈልጡ ዶ? እዚ ጉልበት እዚ እኮ ኢላ ስብርብርብር ኣቢላ ኣሎ። ንምንታይ ካብ መስመርና ወፂና እንታይ ክንገብር ዲና በረኻ ወፂና እንታይ ክንገብር ዋጋ ከፊልና እቶም ሶሪ እንታይ ክብደል ይመስለኩም ሕልሚ ዝነበሮም ህፃውንቲ ኢና ትፊና ክቂዱ ከመይ ገይርና ሕዚ ካልእ ነገር ንሓስብ ሰው ታየ ክብል ቶታሊ ህፃናት ቆልዑ ኢና ከፍ ኢልና እንታይ ክንገብር ትግራይ ሓራ ክትውፅእ እቶም ሕዚ ብድሕዚ መንገዲ ናብ ምምሕዳር እናኸዱ ምለሱና ዝብሉ ወለድና ህዝብና በዚ መንገዲ ናብዚ ክወርድ ታይና ኮይና ፀላእቲ ዝሃቡን ኣጀንዳ ንሕና ኣጀንዳ ንገብር ኣብዘይ ዳስና እናሳዕሳዕና ንውዕል ኣቱም ሰባት ጸርፍኮ ኣብዚ ተወዲኡ እኮ እዩ ጀነራላትና ሊያው ተባሂሎም መራሕትና እንታይ ዘይተባህልዎ ነገር እኒ እሞ ኣብ ኢዶም ሓዊ ሒዞም ስጉምቲ ክወስዱ ተኮይኖም እዚ ህዝቢ እዚ ካሊእ ቁስሊ ክንወስኸሉ ኢና ኢሎም እኮ እዮም እናተፀረፉ ውሕጥ ኣቢሎሞ ኣነ ይቅርታ ግበሩለይ ከም ሓደ ትግራዋይ ፀላእየ ኣምሪሩ ይፀልኦ ኣብ ውድባት ይሃሉ ኣብ TDF ናተይ እሱ እዩ ፀላኢ ኣምሩር እዩ ዝፀልኦ እዩ ናተይ ሓው ንምንታይ ይፀልኦ ገዱ ክዛረብ ሰሚዕኹሞ ዲኹም እወ መጀመርያ እዚ መንግስቲ እዚ ከጥፍአና ከሎ ትካላትና የፍሪስዎን ኢሉ ትካላት ኢንስቲትዩሽንስ ድሕሪኡ እስኻ ውልቀ ሰብ ኢኻ ምንም ክተምፅእ ይትኽእል ከምቲ ዝጸፍዖም ትጽፋእ። ኣብ ትግራይ ኢንስቲትዩሽንስ እኒሀዋና ታይ እዮም ኮይኖም ናፍታ ውድብ ዘነፃፅሩ ዘለው ታይ እዮም ኮይኖም ኣፍቲ ውድብ ከባቢስ ታይ ዝጥዕም ዝብላዕ ነገር እኒኦ ኮይኑ ድዩ ታይ እዮም ፍቅሪ ድዩ ሒዝዎም ኣብኣ ዘዕስሉ ዘለውስ ታይ እዮም ኮይኖም ህዝቢ ትግራይ ብውዳበ ስለ ዝኣምን እዚ ውዳበ እዚ ምስ ኣፍረስናዮ ድሕሪኡ ዝሰዓብ ክሰዓብ እዩ። ዶክተር ሚልኪሳ ኣብዛ ዝሓለፈ ኢንተርቪው ኣብዛ ሰሙን እዚኣ ተዛሪቡ እኔ ወደ ኢትዮጵያ የመጣሁት ይልዎም ኢትዮጵያ ልመራት ላስተዳድራ ሳይሆን ልገዛት ነው ይልና ይሉ እዚ ንክገብር ግን እቲ ሕማቅ ህዝቢ ህዝቢ ትግራይ እዩ። ሕዚ መብዛሕትኤና ምስ ውዳበና ምስ ኣይ ዶንት ኖ ኣነ ብኡ ኣይርደእንን ኣነ ንህዝቢ ትግራይ እዩ ኣነፃፂሩ ኣምሓራይን ኦሮሞን ፀገም የብሉን ይልና እዩ ስቲል ሕዚ እውን ተኣኪቦም እዚ ህዝቢ እዚ ከመይ ገይርና ነድንኖ እዮም ዝብሉና ዘለዉ ከመይ ገይርና ነጥፍኦ እዮ እዩ ዝብሉና ዘለዉ ሓደ ሓደ ኣሕዋተይ ኣብዘይ ዳሶም ከይዶም በምሓርኛ እናሳሕስሑ ብኣምሓርኛ ኢኻ ትስዕስዕ ዘለኻ ክብሉ ከለኹ ኣይ ትግርኛ እዩ ዝስዕስዕ ዘለኹ ኢሉ ንባዕሉ ዝዕሹ ከዓ ይርኢ ኣለኹ ሕዚ ምሕረት ይውርድ ተማም ምሕረት ይውርድ ኣሎ ኣነ ምን ክብል ስለዚ ኣብ ትግራይ ምህረይ ወልደሃንስ ዝበሃል ሰብኣይ ትፈልጥዎም ዶ ኣክሱም ሓደ ግዜ እንዳስዋ እናሰተዩስ ኣብቲ እናሰተዩ እናሃለዉ ሓደ ዶክተር ይኣቱሞ ንበር ዶክተር ንበር ንበር ይብልዎም ደሓርቲ ኣብ ጎኖም ዘሎ ሓደ እንታይ ይብል ናይ ከፍቲ ናይ እንስሳ ዶክተር እንድዩ ይብልዎም ሓኪሙካ ነይሩ ድዩ ኢሎሞ። ሕዚ ታይ ክብል ደልየ መስለኩም ማለት ኣብ ትግራይ ምክብባር እዩ ዘጥዕመልካ ምዝንጣል በቃ ወዲኦሞ እዮም መህረ ወልደሃንስ ኣይናትናን ምድምማፅ እዩ ናትና መን ኸየዳምፅን ዝበለኒ ኣንተወስ ፈትለ ብዛዕባ ሰላም ትውግዕ ነይራ ኣነ ባይ ዘወይ ኣብዚ ዘለኻ ሰራዊት መራሒ ኣታ ህዝቢ ንስኻ ኣቱም ኣብዚኣ ዘለኹም መራሕቲ ሳላ ትዕግስትኹም እያ እታ ድሕሪ ፕሪቶርያ ዝነበረት ሓደገኛ ካፍቲ ኩናት ልላዕሊ ብጣዕሚ ሓደገኛ ብፍቃድናስ ክንሞት ኢና ነይርና ብፍቃድና ማለት እዩ ብስንፍናና እዚኣ ኣብዚኣ ዘለኹም መናእሰይ ኣቱም ጀጋኑ ዋጋ ኢኹም ከፊልኩም ከይትጠራጠሩ ዓብዪ ስራሕ ኢኹም ብትዕግስቲ ማለት እዩ ሸፋቱ ኢኹም ተባሂልኩም ኢኹም ንስኹም እቲ ሸፋቱ እታ ሓንቲ ህይወትኩም ክትቡ ንህዝብኩም ከሕትልፉ ወፂኹምስ ተስፋይ ታደሰ ከብዶ ሽምጢዎ ስለኣኹም ሸፋቱ ክብለኩም ረ ነውሪ እዩ ግን ተዓጊስኩም ንተወቂዕኹም እንታይ ከ ዘይተገበረ ልዕሊ ኩሉ ዘሕመመኒ ክነግረኩም ብሚኒባስስ ተጋደልቲ ብጾትና ውጉኣት ብሚኒባስ ፐርፐዝሊ እዩ ተገይሩ ብሬድዮ የለ ብቴሌቭዥን ምስማዕ ምስ ኣበየ እዚ ህዝቢ ናብ ገዝኡ እተን ሚኒባስ ውግኣት ሒዘን ክኸዳ እሞ ክልመን እዚ ህዝቢ እዚ ብትቃልስ ክሓዝን ማለት ኢንቴንሽናል እዩ ተገይሩ ስኢልኩም እግረ መንገዲ ግዛዕ ዝበሃል ነገር የለን ፐርፐዝሊ ዲዛይን ተገይሩ ተሰሪዑልና ባይዘ ወይ ናይ ሰብ ስነ ልቦና ካብ ዝስበር ኢሎም ሓደ መራሒ እስልምና እዮም መስጊድ ተዝፈርስ ይሕሽ ዝፈረሰ መስጊድ መሊስኻ ክትሰርሖ ቀልል እዩ ሰብ ስነ ልቦንኡ እንድሕር ተሰይሩ ግን ብጣዕሚ ሓደገኛ ፐርፐዝ ስነ ልቦናና እዩ ክስበር ተገይሩ ኣነ ኣብዚ ዳስ ዝታይ እኒአኒ ኣነ ምስ ኪዳን ሓወይ ድላይ ጸገም ከየልወኒ እዩ ኔቨር ዘ ሂስትሪ ምስ ካሊእ ሰብ ኮይነ ብዛዕባ ክውጋእ ይደልን እሱ እዩ ናተይ እቶም ኣይ ናተይ ኣይ ናተይ ኔቨር ዘ ሂስትሪ ክኾኑ እውን ይኽእሉን ስለዚ እንታይ እየ ክብል ደልየ እታ ናይ ዓዲ ዕሽር እታ መቐለ ክንኣቲ ከለና ዝነበረት ድባብ እታ ሓንቲ ውፈትሉ ትብላ ዝነበረት ንህዝብና ክንዲ ንድብሶ ዝሰረቐ እናፈታሕና እንዲና ንስድድ ነይርና እንታይ ፐርፐዝሊ እዩ ስርዓት ዘይብልና ምንቲ ክንኾኑ ከይንደማመፅ ክንባላ ብትዕግስቲ ግን ይሀው ኣብዚ በጺሕና እኒኤና ሕዚ እውን ግን ኣነ ክብል ዝደሊ እንታይ እዩ እነስተውዕል ካብ ስምዒት ንውፃእ እቶም ሰላም ኢና ንደሊ ዝብሉና ኣለዉ ሰባት ትማሊ ብዛላምበሳን ብራማን ህዝቢ ተራኽቢ ኢሎምስ ጨጉሮም ክነፁ ኢሎም ወዮ ሰላም እንዲዮም ዝደልዩ ሓቀይ እኮ እየ ማለት ተስፋይ ታደሰ ሰላም እየ ዝደሊ እንተይሉስ ፈትሊ ወርቂ ምስ ኪዳነ ሰላም ክትበሃል ከላ ዝዕብድ ነገር ተሃልዩኒ እሞ ልክዕ ይኾንኩም ፔሬድ ዋ ሰላም ንኹሉ እንድዩ እንታይ ዝገበረ ህዝቢ እዩ ብኩሉማ ይዕፀውን ኣይሆንን እኮ ዓሻታት ዘይኮነ ስለዚ ክዓጹና ሕዚ እውን ክቅጠጡና እዮም ዝደልዩ ዘለዉ ብስሩ ከይትዕሸዉ ካፍቲ ማዕዶ ዝመጽእ ኣጀንዳ ኣጀንዳኹም ኣይኮነን ኣጀንዳና ኣይኮነን ኣይመርዓናን ኣይድግስናን ድግስኹም ትግራይ እያ ገዛኹም ትግራይ እያ ካሊእ ገዛ የብልናን ኣብ ገዛና ኮይና ድላይና ንኹን ድላይና ዋላ ንራገጽ ካብ ገዛኻ ወጺኻ ነዚ ህዝቢ እዚ ምኽሓድ ማለት ግን ሓጢኣት ይኹን እዩ ሓጢኣት ወንጀል እዩ ወዮ ካልእ ነገር ከይመጽእ ተባሂሉ ትዕግስቲ ስለተገበረ እምበር ኣብ ትግራይ እንታይ ዘይተገበረኒ ኣብ ክልተ ዓመት ንሽዱሽተ ወራ ሶ እታ ቅድሚ ሰነ ዕስራን ሓደን ደብረ ብርሃን በጺና እስካብ ንምለስ ዝነበረ ናህሪ ክንመልሶ ተኮይና ኣሕዋተይ ትግራዋይ ሓደ ትግራዋይ ክወድቅ ከሎ ኢድና ሰዲድና እነልዕለሉ ግዜ እምበር እንደፋፈኣሉ ግዜ ኣይኮነን ነስተውዕል እዛ ትግራይ እዚኣ ክትምለስ ተኮይና ድላዩ ጸገም ክህልው ይኽእል እዩ። ኣነ ጸገም የለን ኢለ ኣይብገስን። እቲ ጸገም ግን ንድሓር ነጽንሖ እዩ። ህዝብናን መሬትናን ግን ሓራ ነውጽእ። እዚ ህዝቢ እዚ ይኣኽሎ። ትማል እኮ ኮይዶም ርኢናዮም ሰልፊ እኮ እዮም ኣውፂኦሞ መፂኦም ሰላም ደለይትስ ምዕራብ ከይዶምስ ሰልፊ ኣውፂኦምዎም ናትና ኣሕዋትናን ቤተሰብናን ከይኸዱ ማለት እዩ። ካብዚ ንላዕሊ ዘሕፍር ታሪክ ክህሉ እዩ ኢለ ኣነ ይሓስብ። ስለዚ ኣብዚ ዘለኻ እታ መንእሰይ እዛ ትግራይ እዚኣ እታ ናይ ፅባሕ ትግራይ ናትካ እያ። እስኻ ርግእ ተይልኻ እስኻ ተስተውዒልካ ኣይትጠራጠር እዚ ናይ ሐዚ ፀገም እዙይ ክፍታሕ እዩ ምንም ከይትጠራጠር ኣብ ስምዒት ጥራሕ ግን ከይትኣቱ ፀገም ክህሉ ይኽእል እዩ ናይ ሎማዓንቲ ፀገም እሱ ክስገር እዩ ከዓ ኣብዞም መራሕትና እዚኦም ትዕግስቲ ተምሃር ሕንቲ ግዜ ኣልሆን ጀነራል ባህላዊ ተባሂሉ ክጽረፍ ከሎ እሶም ንሸምሁ ፊልድ ማርሻል ላበለ ዘክብር ምሳኻ ዝተጋደለ ካካይ የሕምም እዞም ጀነራል እዚኦም ህዝቢ ትግራይ ሰሪሕዎም ጀነራላት የኮነ መራሕቲ ምስራሕ ይኽእል እዩ ህዝቢ ይኽእለሉን ፈረቓን ሪእኹሞ ተኾይንኹም ንመራሕቱ ኮፍ ኣቢሉ ከዛርብ ከሎስ ኣይጻረፍን ነውሪ እውን ኣይዛረብን ግን ልክዕ ይዛረብ ንዚ ህዝቢ ምሰሉ ንህዝቡ ዝመስል ጥራሕ እዩ ዝዕወት ኣፍታ በረኻ ከምዚኣ ትኾን እንጀራ ብጨው ገይረን ክባና ከለዋ ገና ናብ መቐለ ከይኣተና ከመይ ገይራ ድያ እታ ብርክና ትሰርሕ ነይራ ኣብ ዓዲ ዕሽር ዛዱ እዚኣ እኒኣኮ ኣብ ኣዋሽ ዛኑ እዚኣ እኒኣ ጸሊሙይ ዝኾነ ታሪክ ክነግረኩም ካብ ደብረ ብርሃን ምስ ተመለስና ክልተ ቆልዑ መናእሰይ ኣሃዱኦምስ ኣበይ ገዲፋቶም ኸይዳ መስለኩም ኣብ መኾኒ ኣበይ እኒኣ እንዳባጉና እኒኣ ድሓራ መንገዲ እዚኣ ይመፁ እሞ መሳፈር የብሎም ንህዝቢ ትግራይ መስዋእቲ ዝኾኑ ህፃናት ቆልዑስ መሳፈር ስኢኖም ማለት እዩ ደሓር ዝኾነ ሰብ ቅርሺ ሂቦሞ ይኸዱ። ደሓር እንታይ ይብሉ፣ እዛ ቢሮ እዚኣስ መን እያ ትበሃል፣ ካብ መስዋእቲ ተተሪፍናስ መፂእና ምእንቲ ክንጥይቐኪ ኢሎማ እታ ዝሃበቶም ነጊራቶም ከይዶም፣ እቲ ሓደ ተሰዊኡ። እቲ ሓደ ኣብ ድፋዕ እናሃለወ ሓዲ ሓንቲ ወላዲት ስንቂ ሒዘን ኣብታ ድፋዕ ሓዊ እዩ እቲ ተኹሲ ናብቲ ድፋዕ መፂኤን። ኣጋጣሚ እዚ ቆልዓ ይቆስል ነዚ ቆልዓ ተሸ ሓዚ ኢለ እናኸዳ ሰን ይቆስላ ዛኖ ትግራዊት እዚኣ እያ ንዛኖ እዚኣ ዝፀርፍ ሶሪ ንዚ ቃል እዚ ወራዳ እዩ ኣነ ኩሉ ነገረይ እዛ ነው እዚኣ እያ ነዚኣ ብዝኾነ ሳይንስ ዝትንክፍ ሰብ ኣይትጠራጠሩ ትግራይ ከፍርሳ እዩ ድላያ ክተጥፍእ ትኽእል እያ ኪዳን ሓወይ ኣዴኻስ ተስፋይ ታደሰ ዝበሃል ሓደ ብዕሉ ጓላ ሕማቕ ትኾነ ኣዴኻ ተፃሪፉልካ ጠጠው ኢልካ ትሪያ ድላይ ሕመቕ ይሃልዋ ምስ ኣዴኻ ኮይንካ ኢኻ ስርዓት ግበር ትብሉ ኣዴኹም ትግራያ ደሓር እዘን ኣዶ እዚኤንስ ቆሲለንስ ሓዚነንኦ ገዝኡ ኣብፂሐንኦ እሰን እውን ደሓር እሱ ወድ ደሓን ኣዩ ከፍት ሸይጡ ግዛዕ ኢሉ ተሓኪሙ ኣክሱም መፂኡ ጥልፊ ገዚኡለን ሒዙለን ከይዱ እተን ወላዲት ማለት እስኽን እንዲኸ ድሒንኽን ሕሰብዎ ኣብቲ ድፋዕስ ትረህዋ እዛ ወላዲት እዚኣ ኣብቲ ኣዋሽ ሕክምና እቲ ተጋዳላይ ተሓቲትካዮ እታ ኣዶ ትምፃእ እሞ ትሕፀበኒ ይብለካ ኢዳስ ሕክምና ስለ ዝኾነ ቤተክርስትያን ከይዳ ፋሻ ስኢና ፋሻ ተለመነትሳ ኣቱም ሰባት እንጀራ ተሰንከተትሳ ኣጣል ኣኪባ ተመፀትሳ ድሓር ከዓ ዝወደይ የካቲት ዕስራን ሰለስተን ናብ ዲላ እናወፃና ሓንቲ ዓባይ ኣዶ እንታይ ኢለና ንመስለኩም እዞም ወደቀይ እስኹም እውን ብሰላም ተመለሱ ምእንቲ ኣዴታትኩም ከይንሓዝን ኢለናን ደሓር ከኣ እቶም ጸላእትና እውን ኣዶ ስለ ዘላቶም ከይሓዝኑ ፈጣሪ ልቦና ይሃቦም እሞ ብሰላም ይመለሱ። እዚኣ እኮ እያ እታ ትግራወይቲ ኣዶ ከምዚኣ ዝበለት ፍልስፍና እስከምጸለይ ፍትሕ ማለት እኮ እዚኣ ከምዚኣ ፍትሕ ትፈልጥ ኣዶ ኣልሽ ከምጸለይ ኣበይ ትረክብ እዛ ኣዶ እዚኣ ትኽበረላ ትግራይ ኣነ ንስኹን ክንሃንጽ ኣለና። ለባማት ክንኾን ኣለና መራሕትና ነኽብር ኣነ ብዚኣ ወጺኤ ዝዛረብ ዘለኹ ፈትለ ብዝኸፈለቶ ዋጋ እዩ ኣብዚኣ ፊት ንፊተይ ዘለዉ ምሳኣ ዘለዉ ዝኸፈልዎ ዋጋ እዩ ሓላዊ ጠል ኮይነ ክተርፍ ይኽእል እየ እዚ ሓቂ እኮ እዩ እዚ ኩሉ ምሁር እየ ግዛዕ ዝብል ዘሎ ንስኹም ዝኸፈልኩም ዋጋ ኣነ ተረቢሐኒ እዩ ሃፍቱ ሪስፔክት ዛት ነዚ ዋጋ ክህብ ኣለኒ ነዚ ከራኸስስ ሕሰቡ እስኪ ክራንች ሒዞም ኣብቲ ናይ ዓሰርተ ሸውዓተ ዓመት ቃልሲ ውላድ ዝገደ ዘይወለዳ ደቂ ኣንስትዮ እኒዋና ቱቢ ሓንቂ ሓንቲ ታሪክ ዝረኸኽዎ ዘይወለደት ተጋዳሊት ቃልሲ ህዝብኸ መን ክቃለሶ እናበለት ማለት እዩ ምንም ውላድ ዘይብላ ተረፈትን እያ ሕዚ እቲ ቃልሲ እዚ ኣነ ከመራስሖ ከለኹስ እንታይ ባይ ስማዕ ዛዶ እዚኣ እቲ እግሩ ዝሰኣነ ኣቦይኸ ታይ ይስምዖ? ከምዚ ገይረ ምሕሳብ ተዘይክኢለ ተስፋይ ታደሰ በየና ሒሳብ ኢኻ ሰብ እዩ ኢልካ ትፅውዕኒ እሺ ሶ ኣነ እዚኤን እናሓሰብና ለባማት እናኾንና ንኽድ ክብል እየ ደልየ ክብርን ሞገስን እቶም ጀጋኑና ትግራይ ትስዕር የቐንየለይ።